ሻሎም ሻሎም ሻሎም ቤተሰብ እግዚኣብሔር ኣምላኽ ሰላም ጸጋ ምሕረት ናይ ክርስቶስ ምስ ኩልኹም እዩ ኣንሓኹም ስለ ሓዲን ካብ ንክርስቶስ ዝገልጽ ትውልዲ ዓለም ለኻዊ ቤተ ክርስቲያን እየ ሎም ድማ ነዚ መዓልቲ ዝኸውን ናይ ህይወት ቃል ሓቢርና ክንካፈል ኢና ንመዓልትና ድማ ተሓዲስና ክንውዕላ ኢና ሎም እንካፈሎ ቃል ክርስቶስ ዓለምና እዩ ዝብል እዩ ሃሌሉያ ዋው ክርስቶስ ዓለምና እዩ። ርኢኹም፣ ክርስቶስ ህይወትና እዩ። ክርስቶስ እንኸደሉ መንገድና እዩ፣ እንነብረሉ ህይወትና እዩ፣ እንመላለሰሉ ዓለምና ኸኣ እዩ። ርኢኹም፣ ክርስቶስ እንነብረሉ ናትና ስፍራ እዩ። ንሕና ኣብ ክርስቶስ ዝበሃል ስፍራ ኢና ንነብር ዘለና። ኣብዚ ዓለም እዚ ኢና ንነብር ዘለና። ክሳዕ ክንደይ ኢኹም ትፈልጡ? ኣብ ክርስቶስ ትነብሩ ምህላውኩም ክሳዕ ክንደይ ኢኺ ትፈልጢ? ንሱ ዓለምኪ ምዃኑ፣ ኣብዚ ግዝኣት እዚ ኣቲኺ ኸም ዘለኺ ክሳዕ ክንደይ ትፈልጢ? መጽሓፍ ቅዱስ ክዛረብ ከሎ ገላትያ ምዕራፍ ሰለስተ ካብ ጥቕሲ ዕስራን ሸውዓተን ካብ ጥቕሲ ዕስራን ሽዱሽተን ክሳብ ዕስራን ሸውዓተን ብክርስቶስ እተጠመቕኩም ዘበልኩም ብክርስቶስ እተጠመቕኩም ዘበልኩም ንክርስቶስ ለበስክምዎ እሞ ብእምነት ብየሱስ ኩርስቶስ ኩላትኩም ውሉድ ኣምላኽ ኢኹም። ብጣዕሚ ዝገርም ነገር እዩ። ብክርስቶስ ዝተጠመቕኩም ዘበልኩም ንክርስቶስ ለበስኩምዎ ኢሉ። ምጥማቕ ማለት ምቕባር ምሽፋን እዩ። ስለዚ ንሕና ድማ ብክርስቶስ ኣብ ክርስቶስ ተቐቢርና ተሸፊንና ኢና። ልብሲ ህይወትና ንሱ እዩ ኮይኑ። እዚ ማለት ዝሸፈነና ዓለም ንነብረሉ ዘለና ዓለምና ክርስቶስ ኮይኑ እዩ። እዚ ልብሲ እዚ ዝለበሰ ኣብዚ ዓለም እዚ ዝተጠመቐ ብክርስቶስ ዝተሸፈነ ሰብ ካብ ናይ ክብሪ ዓለም ወፃኢ ካልእ ኣይገዝኦን እዩ። ርኢኹም ህይወትና ኣብዚ ውሑስን ዘገርምን ክብሪ ኣምላኽ ዝመልኦ ስፍራ ህልውና ኣምላኽ ዝመልኦ ስፍራ ኣብኡ ኢና ተጠሚቕና። ብኻልእ ኣዘራርባ ኣነን ንስኹምን ኣብቲ ናይ እግዚኣብሔር ህልውናን ክብርን ኢና ንነብር ዘለና። ንምንታይ እንተተባህለ ዝሸፈነና ዝለበስናዮ ተጠሚቕና ድማ ዝኣተናዮ ዓለምና ክርስቶስ ስለ ዝኾነ። ኣብዚ ዓለም እዚ ኾንካ ጭንቀት ኣይፍቀድን እዩ። ኣብዚ ዓለም እዚ ኾንካ ሕማም ኣይፍቀድን እዩ። ኣብዚ ዓለም እዚ ኾንካ ድኽነት ኣይፍቀድን እዩ ኖ ምኽንያቱ እዚ ዓለም እዚ ናይ ክብሪ ዓለም እዩ ርኢኹም ኣብዚ ዓለም እዚኣ ክንነብር ኮለና ኣብዚ ዓለም ኮይና ነገር ግን ካብ ካልእ ዓለም እንዳተገለጽና ኢና ንመላለስ ኣብዚ ዓለም ኮይና ግን ኣብዚ ዓለም እዚኣ ከኣ የለናን ዝገርም ነገር እዩ ስለዚ ከም ኣብዚ ዓለም እዚኣ ዘለኹም ኮንኩም ትመላለሱ እንተለኹም ከሲርኩም የለኹምን ኣብዚ ዓለም እዚኣ ስጋኹም ደኣ እምበር ኣብዚ ዓለም ኣሎ፣ ሓቀኛ ውሽጥኹም ማንነትኩም ግን ኣብ ክርስቶስ ዝበሃል ዓለም እዩ ጥሒሉ ዘሎ። ስለዚ ነዛ ዓለም እዚኣ ኣሰንብድዋ፣ ኣገርምዋ። ነቲ ዘለኹሞ ዓለም እንዳገለጽኩም ኣገርምዋ። ርኢኹም፣ ነዛ ዓለም ከነገርማ ተጸዊዕና ኢና። ዓለም ብኣና ክትግረም ኣለዋ። ንምንታይ ትግረም? ምኽንያቱ ንዓለምና ክንገልጾ ምስ ጀመርና፣ ካብ ዓለምና ክንረኣ ምስ ጀመርና፣ ካብ ዓለምና ርእስና ክንገልጽ ምስ ጀመርና፣ ናትና ዓለም ካብዛ ዓለም ፍልይ ዝበለ ዓለም ስለ ዝኾነ ንዓለም ኣኢዳ ኣብ ኣፋ ክሳብ ትጽዕን ንገብራ። ዋይ ተተባህለ ናትና ዓለም ክቡር'ዩ፣ ናትና ዓለም ክርስቶስ'ዩ፣ ናትና ዓለም ቅብኣት'ዩ፣ ናትና ዓለም ናይ እግዚኣብሔር ግሎሪ ዘለዎ ዓለም እዩ ኢየሱስ ጎይታ እዩ ስለዚ ኣብ ህይወት ክትነብሩ ከለኹም ከምቶም ኣብዛ ምድሪ እዚኣ ዘለዉ ካብ ምድሪ እንዳተበገሱ ዝነብሩ ከምኦም ከይትነብሩ ተጠንቀቑ ኣብ ምድሪ ብስጋ እኳ እንተሃለኹም ነገር ግን ትግለጹሉን ትብገሱሉን ዓለምኩም ግን እዚ ኮነን ክርስቶስ እዩ ኩሉ ግዜ ክትስኡን ክትድቅሱን ከለኹም ክርስቶስ ዓለመይ ኢኻ በልዎ። ሃሌሉያ! ኣነ ዝነብረልካ ግዝኣተይ ክርስቶስ ኢኻ። ኣነ ዝመላለሰሉ ግዝኣት ክርስቶስ እዩ። ኣነ ዝድቅሰሉ ዓለም ክርስቶስ እዩ። ኣነ ዝነብረሉ ስፍራ ክርስቶስ እዩ እንዳበልኩም ክትሓስቡ ጀምሩ። ሽዑ ካብ ዓለምኩም ዘይኮነ ነገር ደልዩ ክስእነኩም ክጅምር እዩ። ሕማም ደልዩ ክስእነኩም እዩ። ጭንቀት ደልዩ ክስእነኪ እዩ። ፍርሒ ደልዩ ክስእነኪ እዩ። ንምንታይ? ዘለኽዮ ዓለም ንኻልእ ፍሉጥ ኣይኮነን። መጽሓፍ ቅዱስ ክዛረብ ከሎ ስለ ክርስቶስ ዓለሞም ዝኾኑ ብክርስቶስ ዳግም ዝተወለዱ ንክርስቶስ ድማ ዝለበስዎ ሰባት ከምዚ ይብል ኣብ ወንጌል ዮሃንስ ምዕራፍ ሰለስተ ጥቕሲ ሸሞንተ፣ ንፋስ ናብ ዝደለዮ ይነፍስ፣ ደሃይ ከኣ ትሰምዕ፣ ካበይ ከም ዝመጽእ ናበይውን ከም ዝኸይድ ግን ኣይትፈልጥን ኢኻ፣ እቲ ካብ መንፈስ እተወልደ ዘበለ ድማ ከምኡ እዩ። ዘገርም እዩ። ርኢኹም፣ እቲ ካብ መንፈስ ዝተወለደ ማለት ውሽጥና፣ እቶም ብክርስቶስ ዝተወለዱ እሶም ልክዕ ከም ንፋስ እዮም ኢልዎም። ንፋስ ካበይ ይመጽእ ናበይ ይኸይድ ኣይትፈልጦን ኢኻ ኢሉ ደሃዩ ግን ትሰምዕ ኢሉ ንሕና ድማ ልክዕ ከምኡ ኢና ካበይ ንመጽእ ናበይ ንኸይድ በየን ንኸይድ ኣይንፍለጥን ኢና ደሃይና ግን ይስማዕ ዓወትና ይስማዕ ብልጽግናና ይስማዕ ናትና ዘበለ ነገር ምክንዋንና ይስማዕ ነገር ግን በየንን ካበይን ናበይን ከም እንኸይድ ግን ንኹሉ ስውራት ኢና እቲ ምንታይሲ ዓለምና ዝፈልጦ ኣብታ ዓለም ዝነብር ጥራሕ እዩ ስለዚ ሎቢ ደስ ይበልኪ ክርስቶስ ዓለምኪ ስለ ዝኾነ ጸላኢ ደሃይ ዓወትኪ ደኣ ክሰሚዕ እምበር በየን ናበይ ካበይ ከም ትኸዲ ግን ኣይክፈልጠክን እዩ ኣይክረኽበክን እዩ ስውርቲ ኢኺ ንዕኡ ዋይ ተተባሃለ ናትኪ ዓለም ካልእ ክኣትዎ ብጀካ ወዲ እታ ዓለም ኣይፍቀዶን እዩ ክርስቶስ ዓለመይ እዩ በሉ ከምዚ ኢልና ንኣውጅ ክርስቶስ ዝነብረሉ ዓለመይ እዩ። ክርስቶስ ዝኣምኖ ሓቂ እዩ። ክርስቶስ ዝኸደሉ መንገደይ እዩ። ክርስቶስ ዝነብረሉ ህይወተይ እዩ። ኣሜን። ኣምላኽ ይባርኽኩም። እዚ ክርስቶስ ዓለምኩም ህይወትኩም ክኸውን ትደልዩ እንተ ደኣ ኾንኩም ሎሚ ብፍቓድኩም ወሲንኩም ተቐበልዎ ንጎይታ ደይተቐበልኩም ሰባት እዛ ጸሎት ምሳይ ጸልዩ። እግዚኣብሔር ኣቦ ስለ ወድኻ የሱስ ክርስቶስ የመስግነካ ኣለኹ። ይኣምን ኣለኹ ክርስቶስ ምእንቲ ሓጢኣተይ ከም እተሰቕለን ዕዳ ሓጢኣተይ ኩሉ ከም ዝኸፈሎን ከም ዝሞተለይ ብሳልሰይቲ መዓልቲ ከም ምውታት ኣምላኽ ከም ዘተንስኦ ኣብ የማን ኣምላኽ ከም ዝተቐመጠ ይኣምን ኣለኹ። ክርስቶስ ኢየሱስ ናይ ሕይወተይ ጎይታ መድሓኒ እዩ ካብዛ ሰዓት እዚኣ ኣነ ውሉድ ኣምላኽ እየ። እንኳዕ ሓጎሰኩም ጸሎት ዝጸለኹም በዚ ብታሕቲ ዘሎ ጌርኩም ኮንታክት ግበሩና ደድልየኩም ሓገዝ ክንልእከልኩም ኢና ሻሎም።